ሰላም ከመይ ዝጸንሑ ክቡራት ተኸታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መጺና ኣለና ንኽትከታተልና ድማ ንዕድም። ሽን ፑቲንን ብዘይተዓጽወ ማይክሮፎን ሚስጢር ኣውጺኦም ቻይና ኣብቲ ልዕሊ ዒስራ መራሕቲ ሃገራት ዝተረኸብሉ ወታደራዊ ምርኢት ሓያሎ ዘመናዊ ነጦራት ንዓለም ኣርእያ ኣላ። ኣብ መዕጸዊ እቲ ዝኽሪ ሰማንያ ዓመት ምዝዛም ካልኣይ ኲናት ዓለም ዝተኻየደሉ ስነ ስርዓት ፕሬዚደንት ቻይና ሺ ጂንፒንግን ሩስያዊ መራሒ ቭላድሚር ፑቲንን ምናልባት ከይተዓጸወ ብዝተረስዐ መጉልሒ ድምጺ ዘውግዕዎ ዝነበሩ ጉዳይ ናብ መራኸቢ ብዙሓን በጺሑ ኣሎ።

ኣብቲ ብሃገራዊ ተለቪዝን ቻይና ብቐጥታ ዝመሓላለፍ ዝነበረ ወታደራዊ ምርኢት እዩ ተሰሚዑ። ኣብዚ ጉዳይ ክዘራረቡ እንከለዉ ድማ ሸብ ማእከል ሺን ፑቲን ድማ ብየማንን ብጸጋምን ዓጂቦም ኣብ ኣደባባይ ናንቲመን ብእግሮም ይጓዓዙ ነይሮም። ሺ ንዝሓለፉ ዓሰርተ ሰለስተ ዓመታት ኣብ ስልጣን ዘሎ መራሒ ኮይኑ፣ ፑቲን ርብዒ ክፍለ ዘመን ሓሊፍዎ ኣሎ። ክልቲኦም ድማ ካብ ስልጣኖም ናይ ምውራድ ድሌት ኣርእዮም ኣይፈልጡን። መንከብ ንመንከብ ገጢሞም ኣደባባይ ናንቲመን ክሰግሩ እንከለዉ፣ ኽልቲኦም መራሕቲ ኣብ ዝገበርዎ ዕላል፣ ስነ ፍልጠት መጥባሕቲ ኣካል ክንደየናይ ይዝምን ከም ዘሎ ድማ ኣውጊዖም። እቲ ዘይተዓጸወ ማይክሮፎን ድማ ንገሊኡ ወግዕታቶም ስሒብዎ። ሺ ቀደም ሓደ ሰብ ክስካብ ሰብዓ ዓመት ብህይወት ክጸንሕ ምርኣይ ዝገርም ነገር እዩ፣ ሕጂ እኮ ወዲ ሰብዓ ዓመት ቆልዓ እዩ ኢሉ። ፑቲን ንሒደት ደቓይቕ ዘይስማዕ ድምጺ፣ ክፍሊ ኣካላት ወዲ ሰብ ብተደጋጋሚ ክሕደስ ይኽእል እዩ። እዚ ማለት ሓደ ሰብ ደጋጊሙ መንእሰይ ክኸውን ይኽእል፣ ዕድሚኡ ብዘየግድስ ነዚ ነገር እንተቐጺሉ ምናልባት ንዘለኣለም ምንባር ይከኣል ይኸውን ክብል ዝገለጸ ኮይኑ፣ ቺ ድማ ኣብዚ ክፍለ ዘመን ክስካብ ሚእትን ሓምሳን ዓመት ብህይወት ክትነብረሉ እትኽእል ተስፋ ኣሎ ክብል ገሊጹ። ተንተንቲ ከም ዝብልዎ ክልቲኦም መራሕቲ ዘውግዕዎ ዝነበሩ ምናልባት ድልየቶም ምሕደራ ዓለም ብሓድሽ መልክዕ ክቋወም ምግባር ጥራሕ ከም ዘይኮነ እዩ። ምናልባት ድልየቶም ካብ ቁጠባን ፖለቲካን ሰገረ ክኸውን ከም ዝኽእል ድማ ዜምልክት እዩ። ብኻሊእ ዜናና ድማ ኣምባሳደር ሶፍያ ተስፈማርያም ኣብ ገጻ ኤክስ ንጉጅለ ኣብይ ኣሕመድ ጨጉራፉስ በዓል ሃሪማ በዓላ ትእዊ ከም ዝበሃል ኣደብ ሓዙ ክትብል ተሪር ግብረ መልሲ ሂባቶም። ኣገናዕ ኣምባሳደር ሶፍያ! ኤርትራ ነቲ ኣብዚ ሰሙን ካብ መራሕቲ ኢትዮጵያ ዝወጸ ናጽነት ኤርትራን ተበጻሕነት ቀይሕ ባሕርን ዳግማይ ክሓስብሉ ኣለዎም ዝብል ሓሳብ ዝሓዘ ሓድሽ መግለጽታት ዝደጋገም መሰልከይ ፖለቲካዊ ዕሽነት ኢላ ብትሪ ብምንጻግ ምላሽ ሂባትሉ። ኣብቲ ምኒስተር ዜና የማነ ገብረመስቀል ብመንገዲ ኤክስ ኣብ ዝሃቦ ምላሽ፣ ኣብዚ ቅንያት ሰበስልጣን ሰልፊ ብልጽግናን ደገፍቶምን ብዓውታን ብዘይፍትሓዊ መንገድን ንጥንታዊ ማእከላይ ዘመን ዘመናውያን ታሪኽ ኤርትራ ክጥምዝዝዎ ይስምዑ ኣለዉ ዝበለ ኮይኑ፣ ኣቶ የማነ ነቲ ብተደጋጋሚ ዝስማዕ ዘሎ መግለጽታት መደናገርን መሰረት ዘይብሉ ንምጉት ዘይበቅዕ ምዃኑ ብምግላጽ ኣብ ጉዳይ ሪፈረንደም ግን ኣስሚሩ ጽሒፉ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ንጉዳይ ኣብ ኣጋ መመረቕቱ፣ እቲ ከምዘፀሐ ዝግለፅ ዘሎ ዓብዪ ግዳብ ህዳሴ ኢትዮጵያ ኣመልኪቶ ኣብዚ ሰሙን ዝሃቦ መግለፂ ኣባይ ናይ ሽሕ ጉዳይ እዩ ፈቲሕናዮ፣ ቀይሕ ባሕሪ ናይ ትማሊ እዩ፣ ዝተረፈ ጌጋ ትማሊ ሰላሳ ዓመት እዩ፣ ክንእርሞ ኢና ኢሉ ነይሩ። ኣብዚ ቀረባ እዋን ካብ መራሕቲ ኢትዮጵያ ንሕቶ ኣፍደገ ባሕሪ ማእኸል ገይሮም ዘውፅእዎ ዘለዉ መግለፅታት ነቲ ሰፊሕ ዞባ ቀርኒ ኣፍሪቃ ዳግማይ ናብ ዘይምርግጋእ ከይሽሙ እሞ ስግኣት እናሓየለ ይመፅእ ከምዘሎ ዝግለፅ ዘሎ ኮይኑ ኤርትራ ነፃነታን ልእላውነታን ሜሬታን ገማግም ባሕራን መሰረት ሃገራዊ መንነታ ኮይኑ እቲ ኣብ ሽሕን ትሽዓተ ሚእቲ ተስዓን ሰለስትን ዝተፈጸመ ሪፈረንደም ይኹን ኣብ ልዕሊ ቀይሕ ባሕሪ ዘለዋ ልኡላውነት ኣብ ሕቶ ንምእታው ዝግበር ዝኾነ ይኹን ፈተነ ከም ቀጥታዊ ሓደጋ ከም ዝረኣ ብዝተፈላለዩ ተንተንቲ ፖለቲካ ክግለጽ ጸኒሑ እዩ። ብኻሊእ ዜናና ድማ ንመስርሕ መንበሪ ኣባይቲ ዝሕግዝ ፋውሪካ ኖራ ህንጸቱ ኣብ ምዝዛም ይርከብ ኣብ ምስትብሃል ተመኩሮ ምዕቡላት ሃገራት ምስ ንዕቅል ስጉመ ምምሕያሽ መነባብሮ ህዝቢ ማዕረ ማዕረ ምስ ምስዳድ ድልድል ማሕበራዊ ኣገልግሎት ከጓዓዙ ክንርእይ ንኽእል። እቲ ምንታይስ ውሕስነት ማሕበራዊ ኣገልግሎት ከይተረጋገጸ ሓድሽ መነባብሮ ህዝቢ ክፍጠር ኣጸጋሚ ስለ ዝኾነ። እዚ ኺኖ ፍልስፍና ባይታ ዝተረጋገጸ ሓቂ እዩ። ኣብ ዝሓለፈ ዓመታት መንግስቲ ኤርትራ ገዚፍ ባጀት ብምስላዕ ኣብ ማሕበራዊ ኣገልግሎት ርኡይ ለውጢ ኣብ መነባብሮ ህዝቢ ከርእዩ ዝኽእሉ ዓበይቲ ፕሮጀክትታት ኣበጊሱ ክሰርሕን ጸኒሑን ኣሎን። ገለ ኣብነት ናይዞም ዓበይቲ ዕዮታት ድማ። ዝርግሐ ትሕቲ ቅርጺ መራኸብታት ወይ ድማ ኣብ ውሽጢ ሃገር ዝጥመቱ ሰፋሕቲ ፕሮጀክታት፣ ዝርግሐ ዝስተ ጽሩይ ማይ፣ ዝርግሐ ኣገልግሎት ጽዓት፣ ምምዕባል ሓፈሻዊ ንጥፈታት ውሕስነት ምግብን ምዝርጋሕ ኣገልግሎት ጥዕናን ትምህርትን ብመሰረት ኣብ ላዕሊ ተነዲቖም ዘለዉ ምጉታት እዞም ሓሙሽተ ነጥብታት እዚኣቶም ዓንድታት ቁጠባ ኤርትራ ተባሂሎም ክጥቀሱ ይኽእሉ። እዞም ፕሮጀክታት ኣብ ምዝዛም ምስ በጽሑ ንቕልጣፈ ቁጠባዊ ዕብየት ሰረት ኮይኖም ከገልግሉ ዝኽእሉ ትሕተ ባይታ ተዋዲዶም ክንብል ንኽእል። ኣብ ዝሓለፉ ዓሰርተ ሓደ ኣዋርሕ መንግስትን ህዝብን ኤርትራ ትግባረ ናይዞም ፕሮጀክታት እዚኣቶም ኣብ ፍጥነት ይኹን ኣብ ግዝፎም ብዕጽፊ ከም ዝውስኹ ብምግባር ኣበልኪ ስራሕ ይርከቡ። ነዚ ክገልጹ ዝኽእሉ ምኽንያታት ድማ ሓደ ተቐዲሙ ዝተገለጸ ምኽንያት ክኸውን እንከሎ እቲ ካልኣይ ድማ ቁልጡፍ ውጽኢት ናይዞም ፕሮጀክትታት እዚኣቶም ብቐጥታ ምስ ቁጠባዊ ርግኣት ዞባናን ሃገርናን ስለ ዝተኣሳሰር እዩ። እዚ ዓብዩ ኩባንያ ግብጺ ሎሚ ናብ ኤርትራ ምብጻሕ ከም ዘካየደ ማዕኸናት ዜና ግብጺ ዝሕብራ ዘለዋ ኮይነን እዚ ኩባንያ ግብጺ ዓበይቲ ፕሮጀክታት ዝሰርሕ ኮይኑ ቀዳማይ ስርሑ ከዓ ኣብ ህንጻታት ኣባይቲ እዩ ዝነጥፍ። እዚ ኩባንያ ግብጺ ድማ ካብ ኣፍሪካ መበል ሳልሳይ ደረጃ ይስራዕ። እቲ ሳልሳይ ድማ ኩባንያ ሃገረ ፈረንሳ ኣብ ዳህሳስ ነዳዲ ዝነጥፍ ኣብ ገማግም ባሕሪ ኤርትራ ዳህሳስ ንምክያድ ናብ ኤርትራ ኣትዩ ይርከብ። እቲ ረብዓይ ድማ ፍሉይ ልኡኽ ስዊዘርላንድ ኣብ ቀርኒ ኣፍሪቃ ምስ ሚኒስተር ዜና ኤርትራ ብምርኻብ ኤርትራ ኣብ ዞባ ቀርኒ ኣፍሪቃን ማያት ቀይሕ ባሕርን ንምርግጋእ ወሳኒት ሃገር ምዃና መልእኽቱ ኣሕሊፉ። እቲ ሓምሻይ ድማ ካብ ቤላሩስን ሩስያ ዝተበገሳ ነፈርቲ ናብ ኤርትራ ክበራ ተጸናጺና ረኺብናየን ክብሉ ስርዓት ብልጽግና ሻዕብያ ጦር ኣትዩ እተሎ ክብሉን ንዓይ ክዓልወኒ ይዳሎ ኣሎ ክብል ስርዓት ብልጽግና ናብ ዋና ጸሓፊ ውድብ ሕቡራት ሃገራት ኣቕሪቡ። እቲ ሻድሻይ ከኣ ንጽምዶ ዘደላድል ጽምብል በዓል ኣብ ከተማ ዛላምበሳ ድማ ተኻይዱ። እቲ ሸውዓይ ከኣ ምሕዳስ መዕርፎ ነፈርቲ ኣስመራ፣ መዕርፎ ነፈርቲ ኣስመራ ዓውዪ ምዕባለ ክገብር ተዳልዩ ይርከብ። ሓድሽ ህንጻ ሓዊሱ ምስፋሕ መዕርፎ ነፈርቲ፣ ተርሚናላትን ናይ ጽዕነት መሳለጥያ ብዘጠቓልል ኣስታት ብ ሰለስተ ሚእትን ኣርባዓን ሚልዮን ዶላር ክህነጽ ከም ዝኾነ ተገሊጹ ኣሎ። ምሕዳስ መዕርፎ ነፈርቲ ኣስመራ፣ ምዕራባውያን ኮንትራክተራት ምስ መንግስቲ ኤርትራ ብሽርክነት ክስራሕ ምዃኑ ተገሊጹ ኣሎ። ብተወሳኺ እዚ ምስራሕ መዕርፎ ነፈርቲ ኣስመራ፣ ዘመናዊ ብዝኾነ ኣቨዥን ማእኸል ፅሕፈት ንምግባር ዝዓለመ እዩ። ምሕዳስ ምዕርፎ ነፈርቲ ኣስመራ ካብቲ ሕጂ ዘለዎ ዓቕሙ ዓመታዊ ክስካብ ክልተ ነጥቢ ሓሙሽተ ሚልዮን ዝበፅሑ ገያሾ ክእንግድን ኣብዚ እዋን ካብ ዘለዎ ዓቕሚ ተወሳኺ ኣስታት ሓሙሽተ ሚእቲ ሽሕ ዝግመት ሓዱሽ ናይ ቢዝነስ ዕድላት ዝፈጥር እዩ። ዕድላት ንግድን ዕብየት ቱሪዝምን ከምኡ እውን ምውሳኽ ትራፊክ ኣየር ኳርጎ ካብ ቁጠባ ብሓፈሻ ሓደ ነጥቢ ሓሙሽተ ሚኢታዊት ኣብ ጠቕላላ ሃገራዊ እቶት ዕብየት ኸርኢ ድማ ትፅቢት ይግበረሉ። እዚ ዓበይቲ ምዕባለታት ኣብ ውሽጢ ዓሰርተ ሓሙሽተ መዓልትታት ኣብ ኤርትራ ዝተመዝገቡ ዓወታት እዮም። ብፍላይ መንግስቲ ኤርትራ መደባት ህንፀትን ልምዓትን ሓያል ብዝኾነ ገስጋስ ንምቕፃል ምስ መሻርኽቲ ሃገራትን ኩባንያታትን ሓያል ፅምዶ ፈጢሮም ምንቅስቓስ ይርከብ። ምስ መዳይ ትሕቲ ቅርፅን ህንፀት ኣባይትን ተተሓሒዙ ኩባንያታት መንግስቲ ጥልያን ኣብ ውሽጢ ኤርትራ ብመንገዲ ልኡኻት ኣነቢለን መፅናዕቲ እናካየዳ ይርከባ ኣለዋ። ካብዚ ኣገዳሲ ምዕባለታት እቲ ወሳኒ ከዓ ኣብ መንጎ ኤሜርካን ኤርትራን ዝፍጠር ዘሎ ወሳኒ ፅምዶን ርክባትን እዩ። ዝሓለፉ ስርዓታት ኤሜርካ ኣብ ልዕሊ ህዝብን መንግስትን ኤርትራ ዝፈፀምዎም በደላት ፀብፂብካ ዝውዳእ ኣይኮነን። ንኤርትራ ከም ሓንቲ ዝፈረሰት ሃገር ኣምሲልካ፣ ብመራኸብቶም ንልዕሊ ሰለስተ ዓሰርተ ዓመታት ጎሳታት ኣካይዶም። እታ ሎሚዶ ጽባሕ ክትወድቕ እያ ዝብልዋ ዝነበሩ ኤርትራ ከኣ፣ ካብ መትከላ ከይወጸት መሊሳ እያ ከም ዓረ ክትተርር ትረኣ ዘላ። እገዳ ኣብ ልዕሊ እገዳ ኩናትን ወረ ኩናትን ብከደምቲ ጎረባቤታት ሃገራት ክትምብርከኽ ዘይከኣለት ጠንካራ ሃገር ኤርትራ ጥራይ እያ። ፕሬደን ኣሜሪካ ዶናልድ ትራምፕ ናብ ክቡር ፕሬደን ኢሳያስ ኣፈወርቂ ኣብ ሰደዳ ደብዳብ ብዓውይኡ እዚ ዝጠቐስናዮ ምክንያታት እዩ ነይሩ። ኣሜሪካ ዓብለልነታ ክተረጋግጽ እንተደኣ ኮይና ኣብ ማያት ቀይሕ ባሕርን ቀርኒ ኣፍሪካን ርግእቲ ዝኾነት ሃገር ኤርትራ ጥራሕ ስለዝኾነት እዩ ትራምፕ ናብ ክቡር ፕሬደን ኢሳያስ ኣፈወርቂ መልእኽቲ ዝሰደደ። ኣሜሪካ ንብልጽግና ሑቂኣ እናሃበት ኣብ ትኸደሉ ዘላ እዋን ምዛን ሓይሊ ናበይ ከምዝዛዙ ንክትግምቶ ዘሽግር ኣይኮነን። ኤርትራን ኣሜሪካ ነብቲ ሎሚ ዝወጽእ ዘሎ ሓበሬታትን ገጻት ፌስቡክን ልኡኻት ኣሜሪካ ኣስመራ ከምዝኣተው ብጽንጽታታት ይግለጽ ኣሎ። ናብ ኤርትራ ክኣትዋ ሕቶ ዘቕርባ ዘለዋ ናይ ዳህሳስ ኩባንያታት ብቑጽሪ ብዙሓት እየን። እንተኾነ ግን ንምንታይ እየን ናብ ኤርትራ ክኣትዋ ላዕልን ታሕትን ዝብላ ዘለዋ? እቲ ምኽንያት ድማ እዚ እዩ። ኣብ ሓንቲ ሃገር ክተውፍርን ክትሰርሕ እንተደኣ ኮይንካ ሰላምን ርግኣትን ጸጥታን ወሳኒ እዩ። ኤርትራ ከኣ በዚ ትሕመ ሃገር ኣይኮነትን። ወይ ድማ ኤርትራ ብጸጥታ ኣብ ቀርኒ ኣፍሪቃ ቀዳመይቲ ሃገር እያ። ብተወሳኺ ድማ ንጹር ፖሊሲ መንግስቲ ኤርትራ፣ ኣብ መዳይ ዕደና ኮይኑ፣ ኣብ ኤርትራ ዝርከብ ጸጋ መዓድናትን ኣብ ልዕሊ መሬት ርሑቕ ኣብ ዘይኮነ ዝርከብ ኮይኑ፣ እቲ ዝዓበየ ብልጫ ምዃኑ ክኢላታት ዕደና ይገልጹ። ፈረንሳዊ ኩባንያ ኣብ ልዕሊ ደሴታት ዳህላክ ዳህሳስ ከካይድ ኣብዚ ሰሙን ናብ ኤርትራ ኣትዩ ኣሎ። ኣብ መዳይ ዕደና ኤርትራ ሓድሽ ምዕራፍ ኮይኑ ዝምዝገብ ድማ እዩ። ኤርትራ ንዘለዋ ጸጋታት ክሳብ ሕጂ ሓደ ሚእታዊት ኣይተጠቐመትሉን። እዚ ጸጋታት ጥቕሚ ንምውዓል ከኣ መንግስቲ ኤርትራ ተበጊሱ ይርከብ። ብኻሊእ ዜናና ድማ ኣብ ሃገራዊ መወከሲ ሆስፒታል ኦሮታ ንወዲ ዓሰርተ ሸውዓተ ዓመት መንእሰይ ብዓይነቱ ናይ ፈለማ ዕዉት መጥባሕቲ መዓናጡ ተኻይዱ። እቲ ልዕሊ ሸውዓተ ሰዓታት ዝወደእን ንነባሪ ዓዲ ናህባይ ንኡስ ዞባ ደዋርዋ መንእሰይ ግርማይ ተኽለኣብ ዝተኻየደ ፍሉይ መጥባሕቲ ቀጻሊ መድመይቲ ብምስሓብ፣ ናብ መንሽሮ ዝምዕብል ዝነበረ ኣሳሱሳ ጥረታት ምእላይ ዘጠቓለለ ከም ዝነበረ ሓላፊ ክፍሊ ሓፈሻዊ መጥባሕቲ ውሽጣዊ ሕማማት ዶክተር ዮሴፍ ተወልደ ንኤረና ሓቢሩ። ሚኒስተር ጥዕና በብግዚኡ ዝእተዎም ዘመናዊ መሳርሕታት ኣብ ምምዕባል ሞያዊ ዓቕሚ ክገብሮ ዝጸንሐ ወፍርን ኣብ ዓወት ናይቲ መጥባሕቲ ዓብዩ ኣስተዋጽኦ ከም ዝነበሮ ዝገለጸ ዶክተር ዮሴፍ እዚ ዓይነት መጥባሕቲ ቅድሚ ሕጂ ኣብ ወጻኢ ዝካየድ ዝነበረ ምዃኑ ገሊጹ። ነቲ ዝተሓላለኸ መጥባሕቲ ዝመርሐ ዶክተር ራሚ ያሲን ኣብ ዝሃቦ ሓበሬታ ዝበዝሐ ክፋል ማዕናጡ ብፍላይ ድማ ዓብዩ መዓንጣ ቀልቀል ዝዕቕበሉ ክፋልን ብርቱዕ ረኽስን ቁስልን ከም ዝነበሮ ብምሕባር፣ እቲ መጥባሕቲ ነዚ ንምእላይን ምፍዋስን ከም ዝነበረ ድማ ኣረዲኡ። ኣብቲ መጥባሕቲ ዝተሳተፈ ምኽትል ትምህርቲ ሓፈሻዊ መጥባሕቲ ዝርከብ ዶክተር ሰምኦን ወልዱ ብወገኑ፣ ኣብ ከምዚ ዝበለ ንፈለማ እዋን ዝተኻየደ ኣገዳስን ዕዉትን መጥባሕቲ ምስታፉ፣ ኣብ መጻኢ ንዝካየድ ተመሳሳሊ ንጥፈታት ዓብዩ ተመኩሮ ንምጥራይ ከም ዝሕግዞ ኣብሪሁ። ወላዲ ናይቲ መጥባሕቲ ዝተኻየደሉ መንእሰይ ድማ፣ ወዱ እምሮይድ ብዝብሃል ርድኢት ንነዊሕ ዓመታት ብሕማም ክሳቐ ምጽንሑ ብምሕባር፣ ሳላ ዝተገበረሉ ሕክምናዊ መጥባሕቲ ጥዕንኡ ኣብ ጽቡቕ ኩነታት ከምዝርከብ ኣፍሊጡ። እቲ መጥባሕቲ ዝተኻየደሉ ሕማም ኣብ ሓደ ካብ ዕስራን ሓሙሽተን ሽሕ ሰባት ዝረኣ ፍሉይ ሕማም ከምዝኾነ ክኢላታት ይሕብሩ። ዝኸበርኩምን ዝኸበርክንን ተኻታተልትና ነቲ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት ነቶም ክትከታተልዎም ዝጸናሕኹም ይመስሉ ኔሮም። ኣብ ዝቕጽሉ ብኻልኣት ሓበሬታታት ክሳብ ንራኸብ ሰላና ትምነና በብዘለኹሞ ሰላም ንዓኹም ይኹን ሰላም።